ሰላም ሰላም ኣሕዋት ሰማዕቲ ትግርኛ ኣሕዋተይ ምሳኹም ዘለኹ ሕጂ እውን ሓወኹም ዳዊት እየ ሎሚ ከዓኒ ፍልይ ዝበላ ኣፕሊኬሽን ሓንቲ ፍልይ ዝበለት ኣፕሊኬሽን ከሪኦኩም እየ እሰን ከኣኒ ኣፕሊኬሽን ሓንቲ ኣይኮነትን ሓደ ሓደ ሓሙሽተ ኣፕሊኬሽን እየን እሰን ከዓ ከመይ ጌርና ንጥቀመለን ናይ ስፖርቲ ይኹን ዋላ ናይ ሙቪ ኩሉ ብነፃ ማለት እዩ ሶ በዛ ስትሪም ስትሪሚ ቲቪ ንጀምር በዚኣ ምስ ጀመርና ሕጂ ሊንክ ክገድፈልኩም እየ ኣብ ታሕቲ ማለት እዩ እዚኣ ምስ መፃና ሕጂ ኣብዚ ኣቱ ኣቱ ኣድ ኣድ ኦር ሰሌክት ፕሌሊስት ትብለና ኣሎ ሕጂ ኣብዚ ዳውንሎድ ሳም ፕሌሊስት ትብለና ኣሎ ጅሬዎ ዳውንሎድ ይኸውን ኣሎ ሴፍ ንብሎ በዚ መጺና ኣብ ሴፍ ምስ ሃረምናዮ ሽዑ ረይዋ እዚኣ ሊንክ ገዲፋትልና ኣላ ኣብኣ መጺና ከኣ እንደገና ረይዎ ሕጂ ኣብ ታሕቲ ንለኩም ታብቱ ዳውንሎድ ፕሌሊስት ትብለና ኣሎ ኣብኣ መጺና ሕጂ ፕሌይ ከምዚ ንገብራ ከምዚ ምስ ገበርና ሕጂ ርእ ዳውንሎድ ግበረ ክትብለና ዳውንሎድ ገብራ ኣለኹ ኣነ ማለት እዩ ዳውንሎድ ምስ ገበርኩ ርእ ካልእ ክተምፀለ እያ ካልእ ሊንክ ክተምፀለ እያ ሴፍ ምስ በልኩ ካልእ ሊንክ ክተምፀለ እያ ብታሕቲ ረእይዋ ሕጂ ኣብዚ ምስ ሃረምኳ ረእይዎ ሕጂ ዝደለኹሞ ዓይነት ስፖርት ክትርእይሉ ትኽእሉ ዝደለኹሞ ረእይዎ ዝደለኹሞ ዓይነት ስፖርት ሪዎ ኩዕሶ እግሪ ይኹን ገለ ገለ ክትርእይሉ ትኽእሉ ማለት እዩ። እታ ካልኣይቲ ኖርማለ እዚኣ እያ ትመስል ኣለው ንብላ ከምዚ ኢልና ሪእዋ ኖርማሊ እዚ ንተጠቀምቲ ኣይፎን ማለት እዩ። ኣብዚ መጺና ኖርማል ፕለይ ንብላ ሕጂ ኣብዚኣ ቁሩብ ከብለኩም ዝክእል ላይቭ ስለ ዝኮነ መስመር ክሓተኩም እዩ መስመር ከኣ ከም ዋይፋኩም ማለት እዩ እታ ካልኣይቲ እታ ሳልሰይቲ ከኣ ነዚኣ ትመስል ማለት እዩ እዚኣ ሕጂ ኣብ ዝለዓለ መጺና ነታ ሳልሰይቲ ፕሮ ቻነል ትብል ዘላ እዚኣ መጺና ሕጂ እዚ ኦራል ብለና ኣሎ ፕሌይሊስት ኦራል ብለና ኣሎ እሱ ኣብ ታሕቲ ሊንክ ክገርፈልኩም እየ ነዚኣ ትመስል ማለት እዩ እታ ሊንክ ኮፒ ሊንክ ኢልና ኣለና እጅም ዝመፅና ፔስት ንብላ ፔስት ምስ በልና ሳብሚት ንብላ ሕጂ ርእይዎ ፕሌሊስት ዝብለና ዘሎ ኣብኡ መፅና ርእይዎ ዝደለናዮ ዓይነት ስፖርት ይኹን ናይጀርያ ሙቪ ንመፅእ ሙቪ ኦል ተይልና እያ ከዓ ኦል ናይ ስፖርትታት ኣለዋ ማለት እዩ ተረዲኹምኒ ሬዎ ቢት ስፖርት ገለ ከመይ ገርና ብናፃ እታ ራብዓይቲ ከዓ ነዚኣ ትመስል ማለት እዩ ቢጎ ትብል ዘላ ነዚኣ ትመስል እዚኣ ዌልካም ቱ ቢጎ ትብልና ኣሎ ሕጂ ሙቪ ንብላ ከምዚ ገርና ሕጂ ሬዎ ክፈል ብለኒ ኣሎ ክመልሳ እየ ከምዚ ገይረ ኖርማል እዩ ኣብዚ መፂና ሕጂ ሬዎ ሙቪ ፍሪ ብነፃ እዩ ትሪእዎ ኣለኹም ነዚኣ ኣብነት ክብላ ሕጂ ሬዎ ኣድቨርታይዝ ክርብሸኩም ክእል እዩ ናይዚ ኣፕሊኬሽን እዚኣ ተጠቂብኩም ኖርማል ኤክስ ዳወርኩም ከምዚ ክብላ ሬዎ ሬዋ እንጂ ከምዚ ጌርኩም ፕለይ ትብልዋ ትኽእሉ ኢኹም ኣነ ግን ንዓኹም ንኸርኢ ስለ ዝኾንኩ ካልእ ስለ ዝዘለዋኒ ፕለይ ይብላኒ ካልእ ሕጂ ኣላትና እዚኣ ኸ